ሰላም ክቡራት ተኸታተልቲ ሄለን ታይምስ ከመይ ትኾኑ? እነሆ ንሎሚ ቀሪብናልኩም ዘለና መደብ 25 ኣደነቕቲ ሓቅታት ብዛዕባ ደሴት ሽስልስ እዩ ዝደስስ እሞ ክትከታተሉና ብኽብሪ ንዕድም! ደሴት ሲሺልስ The Republic of Seychelles ተባሂላ እያ ትጽዋዕ። ሲሺልስ ብሃገራት ማዳጋስካር፣ ማውሪቱስ፣ ኮሞሩስ ከምኡ'ውን ማልዲቭስ ተኸቢባ ኣብ ህንዳዊ ውቅያኖስ እያ እትርከብ። ሲሺልስ ብ115 ደሴታት ዝቖመት ኣፍሪቃዊት ሃገር እያ። እዛ ሃገር ብሽሕን ትሽዓተ ሚእትን ሰብዓን ሽዱሽተን ካብ ብሪጣንያ ናጽነታ ረኺባ። ኣብዚ ግዜ እዚ ድማ በዓላት፣ ዕረፍቲ ወይ ድማ ሕጽኖት ክተሕልፍ ሓንቲ ካብተን ኣብ ዓለምና ዘለዉ ብሉጻት ቦታታት ከም ዝኾነት ዝከሓድ ኣይኮነን። ኣብዛ ብህዝበ ክርስትያን ዝተዓብለለት ሃገር፣ ቋንቋታት ፈረንሳ፣ እንግሊዝኛ ከምኡ'ውን ክረዮል ተባሂሉ ዝፍለጥ ቋንቋ ብብዝሒ ዝዝረቡ ቋንቋታት እዮም። እነሆ ድማ ዕስራን ሓሙሽተን ኣደነቕቲ ሓቅታት ደሴት ስሽልስ። ሓደ፣ ርእሲ ኸተማ ስሽልስ ዝኾነት ቪክቶርያ ኣብ ዓለምና እታ ዝነኣሰት ርእሲ ኸተማ እያ። ኣብ ውሽጢ ሓንቲ መዓልቲ ንብምልእታ እታ ከተማ ብኣእጋር ክትድህስሳ ከም ትኽእል እዩ ዝንገር። ክልተ፣ ደሴት ስሺልስ መንበሪ እቶም ኣብ ዓለምና ኢስመራልዳ ተባሂሎም ዝፍለጡ ዝኸበዱ ናይ መሬት ጎብየ እያ። እዚ ፍሉይ ዓይነት ጎብየ ዳርጋ ሰለስተ ሚእትን ኣርባዕተን ኪሎግራም እዩ ዝምዘን። ሰለስተ፣ ኣብ ዓለምና እቲ ዝዓበየን ዝኸበደን ኮኮ ደመር ተባሂሉ ዝፍለጥ ቁጻር ኣብ ስሺልስ እዩ ዝርከብ። እዚ ኮኮ ደመር ስየ፣ ክሳብ ዕስራን ሓሙሽተን ኪሎግራም ዝምዘን ካዕካዕ ወይ ድማ ዓካት ዝመስል ኣለዎ። ካብዚ ስየ ዝበሰለ ካዕካዕ ንሓደ ኪሎግራም ካብ ኣርባዕተ ሚእትን ሓምሳን ክሳብ ሸውዓተ ሚእትን ሓምሳን ዶላር ክሽየጥ ከም ዝኽእል እዩ ዝግመት። ኣርባዕተ፣ ገምጋም ዕምሪ ሰብኡት ሱሳን ሸሞንተን ዓመት ክኸውን እንከሎ፣ ደቂ ኣንስትዮ ከኣ ክሳብ ሰብዓን ሸሞንተን ዓመት እዩ። ሓሙሽተ፣ ባጤራ ሃገረ ስሽልስ፣ ስሽዎላ ሩፒ ተባሂሉ እዩ ዝጽዋዕ። ሓደ ዶላር ብገምጋም ዓሰርተ ኣርባዕተ ሩፒ ስሽዎላ እዩ። ሽዱሽተ፣ ብ ሽሕን ትሽዓተ ሚእትን ተስዓን ሸውዓተን ከምኡውን ሽሕን ትሽዓተ ሚእትን ተስዓን ሸሞንተን ኣብ ስሽልስ ዝተኻየደ ምርኢት ኣልባሳት ከምኡውን ውድድር ወይዘሪት ዓለም፣ መራኸቢ ብዙሃን ነዚ ህቡብ ኣጋጣሚ ብምጥቃም ነዛ እተደንቕ ደሴት ንምንጽብራቕ ከም ዝዓለማ ዝዝከር እዩ። ሸውዓተ፣ ገለ ካብተን ኣብ ዓለምና ሳሕቲ ዝርከባ ዓይነት ኣዕዋፍ በርስኮፕ ኣው ተባሂለን ዝጽውዓ ኣብ ስሽልስ ጥራይ እየን ዝርከባ። እዘን ዓይነት ኣዕዋፍ ግቡእ ክንክን እዩ ዝግበረለን። ሸሞንተ፣ መስፍን ከምኡውን በዓልቲ ቤት መስፍን ካምብሪጅ ዝኹኑ ልኡል ዊልያምስን በዓልቲ ቤቱ ኬት ሚድልቶንን ሕጽኖቶም ኣብ ሰሜናዊ ደሴት ሲሺልስ ኣሕሊፎም። ዴቪድ ቤካምን ቪክቶርያ ቤካምን ኣቐዲሞም ዝመረጽዎ ቦታ ከም ዝነበረ እውን ዝርሳዕ ኣይኮነን። ትሽዓተ፣ ሰሺልስ ክሳብ ዳሕረዋይ ክፋል ዓሰርተ ሸሞንተ ክፍለ ዘመን እቶም ናይ መጀመርታ ሰፈርቲ ክሳብ ዝመጹ ኣብዚ ደሴት ሸፋቱ ባሕሪ እዮም ዝነብሩ ነይሮም። እቶም ቀዳሞት ተቐማጦ ሰሺልስ ዓሰርተ ክልተ ኣፍሪቃውያን ባሮት፣ ዓሰርተ ሓሙሽተ ጸዓዱ ገዛእቲ ከምኡ'ውን ሓንቲ ጸላም ሰበይቲ እዮም ነይሮም። ዓሰርተ፣ ዳርጋ ኩሉ እቲ ኣብዛ ሃገር ዘሎ ድሩት መሬት ብሃገራዊ መናፈሻታት ዝተታሕዘ እዩ። ዓሰርተ ሓደ፣ ሰሽልስ ካብ ኩለን ሃገራት ኣፍሪቃ እቲ ዝሓየለ ፓስፖርት እዩ ዘለዋ። ወነንቲ ፓስፖርት ስሽወል ናብ ልዕሊ ሚእትን ዒስራን ሃገራት ብዘይ ቪዛ ክኣትዉ ይኽእሉ እዮም። ዓሰርተ ክልተ፣ ባንዴራ ሃገረ ስሽልስ ካብ ሽሕን ትሽዓተ ሚእትን ተስዓን ሽዱሽተን ኣትሒዛ እያ ትዝውተር ዘላ። እዛ ባንዴራ ሓሙሽተ ዝተፈላለዩ ዝርገሐ ሕብርታት ዝሓቖፈት እያ። ቀጠልያ፣ ጻዕዳ፣ ቀይሕ፣ ብጫ ከምኡ'ውን ሰማያዊ ካብ ላዕለዋይ ሸነኽ ጀሚርካ ናብ መወዳእታ እዛ ባንዴራ ዝውሕዙ ሕብርታት እዮም። እቲ ዝርገሐ ነታ ናብ መጻኢ እትግዕዝ ዘላ ዳይናሚካዊት ሓዳስ ሃገር ዘመልክት እዩ። እቲ ሰመያዊ ሕብሪ ነቲ ኣብ ዙርያ እዛ ሃገር ዘሎ ሰማይን ባሕርን ዘርኢ እዩ። ብጫ ነዛ ሃገር ህይወትን ብርሃንን እትህብ ጸሓይ እዩ ዘመልክት። ቀይሕ ነቲ ህዝቢ የመልክት፣ ንመጻኢ ብሓድነትን ብፍቕርን ንምስራሕ ዝገብርዎ ቆራጽነት ክገልጽ እንከሎ፣ እቲ ጻዕዳ ሕብሪ ድማ ንማሕበራዊ ፍትሕን ስኒትን እዩ ዘመልክት። እቲ ቀጠልያ ሕብሪ፣ ንምድርን ባህርያዊ ኣከባብን እዩ ዘርኢ። ዓሰር ሰለስተ፣ ቱሪዝም ልዕሊ ሓምሳ ሚእታዊት ናይዛ ሃገር ኣታዊ ከም ዘበርክት እዩ ዝፍለጥ። ዓሰተ ኣርባዕተ፣ ስሽልስ ኣስታት ተስዓን ሓሙሽተን ሽሕ ተቐማጦ ዘለዉዋ ኣብ ኣፍሪቃ ካብ ዘለዋ ሃገራት እታ ዝተሓተት ልእላዊት ሃገር እያ። ዓሰርተ ሓሙሽተ፣ ስሽልስ ብስም እቲ ሚኒስተር ቁጠባ ዝነበረ ሉዊስ መበል ዓሰርተ ሓሙሽተ እያ ዝተሰምየት። ፈረንሳውያን ብሽሕን ሸውዓተ ሚእትን ሓምሳን ሽዱሽተን ነዛ ደሴት ምስ ገዝእዋ፣ ስሽልስ ኣብቲ ሉዊስ ዓሰርተ ሓሙሽተ እተዓወተሉ እዋን ንኽብሪ ሚኒስትሪ ፋይናንስ ቪኮን ዣን ሞሪስ ስሽልስ ስም ተቐበለት። ዓሰርተ ሽዱሽተ ሰሽልስ ብዘይካ ብ 1988 ኣብ ሲዮል ደቡብ ኮርያ ዝተኻየደ ኦሎምፒክ ካብ 1980 ኣትሒዛ ኣብ ነፍሲ ወከፍ ኦሎምፒክ ተወዳዲራ እያ፣ እንተኾነ ግን ክሳብ ኣብዚ ግዜ እዚ ዝኾነ ማዳልያ ኣይተዓወተትን። ዓሰርተ ሸውዓተ፣ ቪክቶርያ ርእሲ ከተማ ስሽልስ ሰላሳ ሽሕ ተቐማጢ ዘለውዋ ኣብ ስሽልስ ካብ ዘለዋ ከተማታት እታ ዝበዝሐ ህዝቢ ዘለዋ ከተማ እያ። ዓሰርተ ሸሞንተ፣ ኣብ ስሽልስ ካብ ኩሉ ንላዕሊ ህቡብ ዝኾነ ስፖርት ኩዕሶ ሰኪዔት እዩ። ዓሰርተ ትሽዓተ፣ ሆቴላት ኣብ ስሽልስ ምሸት ክሳብ ሓደ ሽሕ ዶላር ንመዓልቲ ክድይብ ይኽእል። ዕስራ፣ ስሽልስ ብድምር ሱሳን ሸሞንተን ኣብያተ ትምህርቲ ኣለዋ፣ ናይ ህዝባዊ ቤት ትምህርቲ ስርዓተ፣ ዕስራን ሓሙሽተን ናይ መባእታዊ ኣብያተ ትምህርቲ ከምኡ'ውን ዓሰርተ ሰለስተ ናይ ካልኣይ ደረጃ ኣብያተ ትምህርቲ ዝሓቖፈ እዩ። ዕስራን ሓደን ሴሽልስ ኣብ ዋንጫ ኣፍሪቃ ተሳቲፋ ኣይትፈልጥን። ዕስራን ክልተን ካብተን ኣብ ሴሽልስ ዝርከባ ሚእትን ዓሰርተ ሓሙሽተን ደሴታት ሰለስተ ጥራይ እየን ሰባት ዝነብሩለን። እዘን ሰባት ዝነብሩለን ደሴታት ማሂ፣ ራፕስሊ ከምኡውን ላዚን እየን ዝበሃላ። ዕስራን ሰለስተን፣ ፕረዚደንት ሰሽልስ ዳኒ ፍሎ ርእሰ መንግስትን ርእሰ ቤት ጽሕፈትን እዛ ሃገር እዩ። ንሓሙሽተ ዓመት ዝኸውን ብህዝቢ ዝተመረጸ መራሒ እዩ። ዕስራን ኣርባዕተን፣ ስሽልስ ኣብ ዩኔስኮ ዝሰፈራ ክልተ ናይ ዓለምና ቅርሲ ቦታታት ኣለዋ፣ ቫለ ዲመ ከምኡ'ውን ኣልዳብራ ተባሂለን ይፍለጣ። ዕስራን ሓሙሽተን፣ ኣብዚ ግዜ እዚ ኣብ ስሽልስ ዝፈሪ ዘሎ ቀንዲ ፍርያት ምቁር ድንሽ፣ ቫኒላ፣ ኮኮናት ከምኡውን ቃርፋ ወይ ድማ ሲናሞል ዘጠቓልል እዩ። ተወሳኺ ሓቂ ድማ ኣብ ስሽልስ ኣብያተ መግብን ድኳናትን ሰዓት ሽዱሽተ ድሕሪ ቐትሪ ስለ ዝዕጾ ለይታዊ ትልሂት ብብዝሒ ከም ዘየለ እዩ ዝንገር። ክቡራት ተኻታተልቲ ሄለን ታይምስ ንሎሚ ቀሪብናዮ ዝነበርና ዕስራን ሓሙሽተን ኣደነቕቲ ሓቅታት ብዛዕባ ደሴት ስሽለስ ነዚ ይመስል። ብዘቕረብናዮ መደብ ዓጊብኩምን ተማሂርኩምን ክትኮኑ ትምኒትና እዩ። ኣብ መደብና ዘለኩም ርእይቶ ወይ ድማ ነቕፌታ ኣብ ቦታ ኮመንት ኣስፍሩልና። ንምትብባዕና ድማ ሸር ላይክ ሳብስክራይብ ምግባር ኣይትረስዑና እንዳበልና ኣብ ዝመጽእ ብኻልእ ትሕዝቶ ክሳብ ንራኽብ ሰሰናዩ።